ኮምፒተርና ኣብ ንጥቀመሉ እዋን ንዓና ብዝጥዕም ወይ ድማ ብዝምችእ ኣገባብ ጌርና ክንጥቀመላ ኢና ንደሊ ሓደ ሓደ ሰባት ግን ኣለዉ ኣዝዩ ናይ ኣካላዊ ጸገማት ዘለዎም ማለት እዩ። ንኣብነት ናይ ምርኣይ ክእለቶም ዝተዳኸመ ሰባት ኮምፒተር ኣብ ዝጥቀምሉ እዋን ኣዝዮም ይሽገሩ እዮም። ከምኡውን ናይ ምስማዕ ጸገማት ዘለዎም ኮምፒተር ኣብ ዝጥቀምሉ ክሽገሩ እውን ይኽእሉ እዮም ማለት እዩ። ሕጂ ንዓታቶም ንምሕጋዝ ተባሂሉ ሓንቲ ኢዝ ኦፍ ኣክሰስ ዝብል ፕሮግራም ኣሎ ኣብ ዊንዶውስ ሕጂ ብዛዕባ ንሱ ክንርኢ ኢና ማለት እዩ ነዚ ኢዝ ኦፍ ኣክሰስ ክንኣቱ ንሕዳ ኮይና መጀመርታ ኣብ ሴቲንግስ ንኣቱ ኦል ሴቲንግስ ዝብል ኦፕሽን ኣላት በዚ ተረዲኻ በዚ ኣትየ ኣብዚ ሴቲንግስ ዝብል ኣለኒ ኣብ ሴቲንግስ ክኣቱ እየ ኣብ ሴቲንግስ ምስ ኣተኹ ኣብዚኣ ትሪእዋ ኣለኹም ድሕሪ እዛ ፐርሶናላይዜሽን ትም ዘላ ኢዝ ኦፍ ኣክሰስ ትብል ኣላትና ኣብዚኣ ኣብዚኣ ንኣቱ ኣብዚኣ ምስ ኣተና ሕጂ በዚ ጎኒ ዲስፕለይ ዝብል ኣሎ ሕጂ እዚ ዲስፕለይ እዚ ንምንታይ ሓደ ካብቲ ጥቕምታቱ እንታይ እዩ ሜክ ኤቭሪቲንግ ቢገር ዝብል ኦፕሽን ኣለና ሓደ ብዚ ማለት እዩ ኩሉ እቲ ኣብ ኮምፒውተርና ንሪኦ ዘለና ነገራት ሲ ገጅፍ ኮይኑ ክረኣየና ሕጂ ዓይንና ክንርኢ ከለና ገሊኡ ደቂቕ ኮይኑ ክረኣየና ይኽእል እዩ ማለት እዩ ስለዚ እዚ እዚ እቲ ሪኮመንድድ ሰቲንግ እዩ ሕጂ ከም ትሪእዎ ዘለኹም ከም ዝተባሃልናይ 125 ፐርሰንት እዩ ዘሎ ናብ 150 እንድሕር ገይረ የርእየዎ ሕጂ እቲ ፅሕፈት ኩሉ ብዚ ዘሎ ክልወጥ እዩ ማለት እዩ ትሪእዎ ኣለኹም ብሙሉ ማግኒፋይድ ኮይኑ ኣሎ ማለት እዩ ሕጂ እዚ ንምንታይ ይሕግዘና ነቶም ዓይኖም ዝደኸመ እቲ ፅሕፈት ኩሉ ደቂቁ ገለ እንድሕዳ ዝረኣዮም ኮይኑ ብከምዚ ኣገባብ ገይሮም ከፍርይዎ ይኽእሉ እዮም ነቲ ፅሕፈት ማለት እዩ እጂ ብከምዚ ኣገባብ እናገበሩ ድማ ክሰርሑ ይኽእሉ እዮም ማለት እዩ ሕጂ እዚ ሚትን ሰብዓን ሓሙሽተን ፐርሰንት ገይረ ኣለኹ ትሪእዎ ኣለኹም ሕጂ እቲ ፅሕፈት ኣዝዩ ፈሪ ኣሎ ማለት እዩ እዚ ሕጂ ሓደ ካብቲ ብሉፅ ፊቸር ናይ ዊንዶውስ ቴን እዩ ማለት እዩ ሕጂ ናብቲ ዝነበረ ከዓ መሊሰ ኣለኹ እዚኣ ሕጂ ሓንቲ ካብቲ ኤዝ ኦፍ ኣክሰስ ዘለና ናይ ዲስፕለይ ናይ ዓይኒ ሽግራት ንምቅላል ተባሂሉ ዝተሰርሐ እዩ ማለት እዩ። እታ ካልኣይቲ ኣዝያ ጠቃሚት ድማ ልክዕ ኣብዛ ትሕቲኣ ዘላ ትሪእዋ ዘለኹም change the size and color of your cursor and mouse pointer ትብል ዘላ ኣብዚኣ እሞ ክሊክ ንግበር። ሕጂ ሬዋ እዚኣ እታ ንፅሕፈላ ከርሰር ንብላ እያ ማለት እዩ። ናይዚኣ ከርሰር ሕጂ እቶም ዓይኖም ዓይንኹም እንድሕር ዳኣ ደኺሙ ወይ ገለ ኣይክትረኣየኩም እትኽእል እያ ማለት እዩ። ንኣብነት ኣብዚ እንድሕር ኖትፓድ ወሊዐ ሬዋ እዚኣ እታ ከርሰር ኢልና ንፅዋዓ ዘለና ትሪዋ ኣለኹም እዛ ብሊንክ ትገብር ዘላ ኣብዚ እታ ንፅሕፈላ ማለት እዩ እታ ንፅሕፈላ ዘለና ትኽ ዝበለት መስመር ትሪእዋ ዘለኹም ንሳ እታ ከርሰር ንብል ናታ ሳይዝ ንሕዳ ክንውስኾ ደሊና ሕጂ ኣብዚ ክንውስኾ ንኽእሊና ትሪእዋ ኣለኹም ሕጂ እቲ ሳይዝ ናታ ተወሲኹ ኣሎ ማለት እዩ ከመይ ኮይና ኣላ ትሪእዋ ኣለኹም ድርብ ኢላ መፅያ ኣላ ማለት እዩ ሕጂ እቲ ከርሰር ናትና ከምዚ ጌርና ክንዕብዮ ንኽእል ኢና ካልእ ድማ ኣብዚ ቸንጅ ፖይንተር ሳይዝ ን ካለር ብለና ኣሎ ፖይንተር ማለት እዛ ማውዝ እያ መሕጂ ተማሂርና ነርና ናተይ ርእዋ ሕጂ ንእሽተ እያ ዘላ እዚኣ ዓባይ ኣላ ዓባይ ንድሕር ክጥቀም ደለ ናብዚኣ ይኸይድ ማለት እታ ማውዘይ ዓባይ ኮይና ኣላ ማለት እዩ ሕብሪ ናይታ ፖይንተር ከዓ ቀይሮ ንድሕዳ ደለ እዚ ትራንስፓረንት ክገብሮ ከል ትሪኦ ኣለኹም ፀሊም ኮይና ኣላ ማለት እዩ እዚኻ ንእስ በለት ኣብዚኻ ፃዕዳ ኮይና ኣላ ማለት እዩ ሕጂ ናይታ ማውስኩም ድማ ፖይንተር ከዓ ክትቅይርዎ ትኽእሉ ኢኹም ከምዚ ጌርኩም ማለት እዩ ስለዚ እዚኣ ከዓ እታ ካልኣይቲ ክንፈልጣ ዘለና ኣብ ኤዝ ኦፍ ኣክሰስ እያ ማለት እታ ሳልሰይቲ ኣብዚ ቼንጅ ዘ ብራይትነስ ኦፍ ዮር ቢልቲን ዲስፕለይ ብለና ኣሎ ናይዚ ዲስፕለይ ናይዚ ስክሪንና እቲ ብራይትነስ ክንውስኸሉ ከነጉድለሉ እንድሕዳ ደሊና ነዚኣ ክነንቀሳቐሳ ንኽእል ኢና ማለት እዩ። ካልእ ኦፕሽን ኣብዚ ታሕቲ ዘላ ኣውቶማቲካሊ ሃይድ ስክሮል ባርስ ኢን ዊንዶውስ ትብል ዘላ ከኣ ኣዝያ ኢምፖርታንት እያ እዚኣ ትሪዋ ኣለኹም ሕጂ እዚኣ ኣብዚ ስክሮል ኣላትና ትሪዋ ኣለኹም እታ ማውዝ ኣብ ልዕሊያ ምስ ገበርኩዋ እያ ትመጽእ ዘላ እምበር እንታይ እያ ትኸውን ቀጣን ሃይድ እያ ትኸውን ዘላ ማለት እዩ ሕጂ ስለምንታይ ሃይድ ትኸውን ዘላ ኣብዚ ኦን ገይረዮ ስለ ዘለኹ እዩ ሕጂ ብዚ ምስ ከድኩ ሬዋ ከምዚ ገይረ ስክሮል ክገብር ይኽእል እየ ማለት እዩ ሕጂ እዚኣ ኣውቶማቲካሊ ሃይድ ትብል ዘላ ሬዋ ኦፍ እንድሕር ገይረያ ግን ሬዋ እዚኣ ትሪእዎና ኣለኹም እዚኣ ሕጂ ተሓቢኣ ፀኒሓታ ስክሮል ከምዚ ይኸውን ኣሎ ማለት እዩ እቲ ስክሮልና ሲ ሃይድ ኣይከውንን እዩ ማለት እዩ ካልእ ሾው ኖቲፊኬሽንስ ፎር 5 ሰከንድስ ብለና ዝኾነ ኖቲፊኬሽን ክመፀና ከሎ ኣብዚ ዲስፕለይ ይገብር ኢልና ኢና ምሽ ቅድሚኡ ግን ኣብዚ ቦታ እዚ ኖቲፊኬሽንስ ይመፀና እዩ ንኣብነት ፍላሽ እንድሕር ኣውፂኹማ ኖቲፊኬሽን መፀኩም እዩ ወይ ዝኾነ ኣንቲቫይረስ ንኣብደይት እንድሕር ኮይኑ ኖቲፊኬሽን መፀኩም ዝተፈላለዩ ኣፕስ ኖቲፊኬሽን ክሰደልኩም ከለዉ ንክንደይ ሰከንድስ እቲ ኖቲፊኬሽን ክረእ ትደልይዎ ከኣ ኣብዚ ክትገብርዎ ትኽእሉ ኢኹም ማለት እዩ ናይ ሕጂ 5 ሰከንድስ እኹል ስለ ዝኾነ 5 ሰከንድስ ብኡ ክኸይድ እየ ሕራይ ካልእ ሰቲንግስ ኣብዚኣ ዲስፕለይ ንሪኣ ድማ ኣብዚ ሾው ዴስክቶፕ ባክግራውንድ ኢሜጅ ትብል ኣላ ማለት እዩ ሕጂ ኣብዚ ናይ ዴስክቶፕና ባክግራውንድ ትሪእዎ ኣለኹም እዚ ሓደ ስእሊ ኣለና ኣብዚ ማለት እዩ ነዚ እዚ ስእሊ ኣሎ ማለት እዩ ስእሊ እንድሕር ደኣ ክረእ ዘይትደልዩ እንድሕር ደኣ ኮንኩም ነዚኣ ኦፍ ትገብሩዋ ትኽእሉ ኢኹም ነዚኣ እንድሕር ኦፍ ጌርኩም ማር ሓደ ሶሊድ ዝኾነ ሕብሪ ትሪኦ ኣለኹም ጸሊም ኣምፅያትለይ ዘላ ማለት እዩ ከምኡ ክትገብረልኩም ድሕዳ ደሊኹም ከዓ ከምኡ ትገብሮ ትኽእሉ ኢኹም እጃ ኣነ ስእሊ ስለ ዝደሊ እዚኣ ኦን ክገብረ እያ ራይ ካልእ ሰቲንግስ ኣብዚ ከዓ ንሪኦ ተልዩ ዳርጋ ኩሉ ተማሂርና ኢና ኣብዚ ሪሌትድ ሰቲንግስ ዝብል ኣሎ እዚኣተን ኩለን ተማሂርናየን ኢና ኣብ ፐርሶናላይዜሽን ትብል ቪድዮ ኣብኣ ኩለን ተሰሪሐን ስለ ዘለዋ ምድጋመን ኣየድልየናን እዩ ማለት እዩ ስለዚ ኣብዚ ኢዝ ኦፍ ኣክሰስ ዝብል ዘሎ እዛ ዲስፕሌይ ትብል ኩላ ርኢናያ ኣለና ቀፂልና ንሪኣ እዛ ካልኣይቲ ዘላ ከርሰር ን ፖይንተር ሳይዝ ትብል ዘላ ካኣ ንእቶ ኣብዚኣ እንድሕር ኣቲና ከኣ ቅድም ኣቢልና ርኢናያ ጸኒሕና ኢና እዚኣ ውን ናይታ ከርሰርና ሳይዝ ክንልውጦ ናይቲ ፖይንተርና ድማ ሳይዝን ሕብርን ክንልውጦ እንድሕር ደሊና ኣብዚ ንኣቱ ማለት እዩ ሳልሳይ ማግኒፋየር ዝብል ኣለና ኣብዚ ሕጂ እቲ ማግኒፋየር ከዓ ጠፊኡ ዘሎ እዚ ማግኒፋየር ከዓ ዙም ገይሩ ዘርእየና እዩ ማለት እዩ ሕጂ ናይ ዓይኒ ጸገም ድሕር ድኣ ኣለና ኮይኑ እቲ ኣብ ኮምፒውተርና ዘሎ ነገራት ዙም እናገበርና ክንሪኦ ንኽእል ኢና ማለት እዩ ሕጂ እታ ዙም ኣብዚ ናብ መጀመርታ ክንውልዕ ኣለና ተርን ኦን ማግኒፋየር ዝብል ኣለና ኣብዚ ክንውልዖ ክንክእል ኣለና ብድሕሪኡ ኣብቲ ኪቦርድና ዊንዶውስ ሎጎ ፕላስ እታ ናይ ፕላስ ሳይን ድሕዳ ፀቂጥና ነቲ ማግኒፋየር ተርን ኦን ንውልዕ ማለት እዩ እንድሕር ደኣ ዊንዶውስ ሎጎን ምስ ስኬፕ እንድሕር ተቐይድና ከዓ ከነጥፍዎ ንኽእል ማለት እዩ ሕጂ ደሓን ከርእየኩም እዩ ኣብዚ ኣብዚኣ ኦን እንድሕር ገይረ እያ እቲ ማግኒፋየር ከመይ ይመስል ረእይዎ ሕጂ ትሪእዎ ኣለኹም ስክሪን ነቲ ፅሕፈት ብምሉ ኣግጂሹ እዩ ዘርእየና ዘሎ ማለት እዩ ሕጂ ኦፍ እንድሕር ገብሮ ደልየ ነዚኣ ዊንዶውስ ሎግ ኦን ፕላስ ስኬፕ ፀቅጥ ማለት እዩ ኦፍ ገይረ ኣለኹ

ኣብዚ ከዓ ትቅይርዎ ትኽእሉ ኢኹም ማለት እዩ እቲ ዙም ኢንክሪመንት ኣብዚ ንኣብነት ብዕስራን ሓሙሽተን እንድሕር ጌርና ሕጂ ሚእትን ዕስራን ሓሙሽተን ለቨል እንድሕር ዳ ጌርናዮ ሕጂ ይውላዕ ኣለኹ ካብ ማግኒፋየር ምስ ወላዕኹዋ ርኣ ብሚእትን ዕስራን ሓሙሽተን ፐርሰንት ዙም ጌራትለይ ኣላ ማለት እዩ ነታ ክሪኣ ዝደለኹ ነገር ዙም ጌራትለይ ኣላ ማለት እዩ ሕጂ ኣብታ ክትርእይዋ ዝደለኹም ነገር ኣብ ኣያኹም እታ ማውስኩም ትወስድዋ ኣብዚ ምስ ወሰድኩማ ሽዑ እንታይ ትገብሩ ማግኒፋይ ትገብርዎ ማለት እዩ ነታ ክተንብብዋ ዝደለኹም ነገር ሽዑ ንዓዓ ኣቕሪባ ተርእየኩም ኣላ ማለት እዩ እዚኣ ከዓ ፅብቕቲ እያ ነዞም ናይ ዓይኒ ፀገማት ንሕዳ ዘለዎም ሰባት ሃልዮም ኣዝያ ኣገዳሲት እያ ማለት እዩ ሕራይ ራብዒት ሰቲንግስ ንሪኣ ከዓ ኣብዚ ካለር ፊልተር ትብል ኣላትና ካለር ፊልተርስ ምስ ኣተና ድማ ኣብዚ ሜክ ፎቶስ ን ካለርስ ኢዚየር ቱ ሲ ባይ ኣፕላይንግ ካለር ፊልተር ቱ ዮር ስክሪን ብለና ኣሎ ማለት እዩ እታ ንኣብነት ሕጂ ጠፊኣ እያ ዘላ ትሪእዋ ኣለኹም Turn on Color Filters ኣብዚ Off እዩ ዘሎ On እንድሕር ጌረዮ ብዙሕ ለውጥታት ክንርኢ ኢና ኣብዚ ስክሪንና ንኣብነት እዚ ናይ ዴስክቶፕና ሕብሪ ረእዎ ሕጂ ሰማያዊ እዩ ዘሎ ነዚ ሰማያዊ ሕብሪ ረእዎ እነዚኣ እንድሕር ኦን ጌርያ ዋላ እዚኤን ሃሲሰን ዝነበራ ትሪእወን ኣለኹም ከም ዝረኣያ ገይርወን ኣሎ ማለት እዩ ኣብዚ ሪኦ ከመይ ነይሩ እቲ ሕብርታት ሪኦ ከመይ ይልወጥ ኣሎ ኣብዚ ከመይ ተለዊጡ ኣሎ ኣብዚ ዴስክቶፕ ናካ ትሪእዎ ኣሎም ከመይ ፊልተር ገይርዎ ኣሎ ናብ ግሬይ ስኬል ዓይነት ፊልተር ገይርዎ ኣሎ ማለት እዩ እዚ ሕጂ ዓይንካ ዝደጉሓካ ነገራት ወይ ገለ እንድሕር ኣሎ ኮይኑ ሞስ ፕሮባብሊ ክጠቕመካ ይኽእል እዩ ሕጂ ኣነ እዚኣ ስለ ዘይተድልየኒ ኦፍ ክገብራ እየ ካልእ ኣብዚ ኦን ጌርና ከ ናቱ ሰቲንግስ ኣሎ ግሬ ስኬል እዩ ገይርዎ ሕጂ ሪኢኹሞ ናብ ብላክ ኤንድ ዋይት ቀይርዎ ፀኒሑ ዚ ኣብዚ ስለ ዝመረፅና ማለት እዩ ምናልባት ካልእ እንድሕር ዳ መሪፅና ኸ ንኣብነት እዚ እንድሕር መሪፅና ከዓ ትሪእዎ ኣለኹም ከመይ ተቐይሩ ኣሎ እቲ ስክሪንና ኣብዚ እንድሕር መሪፅና ከዓ ናብ ብላክ ኤንድ ዋይት ተቐይሩ ኣሎ ኣብዚ ከዓ ርእይዎ ግሪን ዊክ ቀጠልያ ሕብሪ ሲ ድኽም ዝበለ ዓይነት ማለት እዩ ዝተመሪጽና ከኣ ቀይሕ ሕብሪ ዊክ ክገብሮ ኣሎ ኣብዚ ከኣ ብሉ የለው ይብለና ኣሎ ሕጂ ኣብ ከምዚ እናእተና ድማ ክንለዋውጦ ንኽእል ኢና ማለት እዩ እቲ ናይቲ ሕብሪ ናይቲ ስእልና ዋላ እቲ ዴስክቶፕና ትርእይዎ ዘለኹም ከማን እቲ ሕብሩ ከመይ ተቐይሩ ኣሎ ሕጂ ናብ ግሬይ ስኬል ዓይነት ዘይኮነሲ ፊልተር ኮይኑ ኣሎ ብምሉእ ዋላ እዚ ኣይኮንስ ትርእይዎ ኣለኹም ብሙሉ እቲ ኣይኮንስ እንታይ ኮይኑ ኣሎ ኢንቨርትድ ኮይኑ ኣሎ ማለት እዩ እቲ ሕብሪ እዚ እዚ መብዛሕትኡ ግዜ ኣብ ዝተፈላለዩ ናይ ፎቶ ኤዲቲንግ ኣፕሊኬሽን እትርእይዎ ዓይነት ክስታ እዩ ሕጂ ነዚ ናይ ዓይንና ናይ ምድኻም ገለገለ ፀገማት እዚታት ሕጂ ሓገዝ ኣለዎ ማለት እዩ ሕራይ ኣብዚ ከዓ ሓምሸይቲ ከዓ ሃይ ኮንትራስት ትብል ኣላትና እዚኣ ሃይ ኮንትራስት ንብል ከዓኒ ንሕዳ ጠፊኣ እያ ዘላ ትርእይዋ ዘለኹም ሕጂ እዚ ንምንታይ ይጠቕመና ኣብዚ make text and apps easier to see by using more distinct colors ይብለና ኣሎ ኩሉ ኣብ ኮምፒውተርና ንሪኦ ፅሕፈት ይኹን ኣፕሊኬሽንስ ኩሉ ብደሚቕ ነገር ከም ዝረአ ይገብረልና ማለት እዩ ንኣብነት ሕጂ ዝረአ ኦን እንድሕር ድኣ ጌርያ እዚኣ ሓንሳእ ንፅበያ ኣብዚ ትሪእዎ ኣለኹም ሕጂ ብምሉኡ እቲ ሰቲንግስ ከመይ ኮይኑ መፂ ኣሎ ማለት እዩ ብምሉኡ ከምዚ ብላክ ፀሊምን ክስታይን ሕብሪ ብምሉኡ ዋላ እዚታት ሪኦ ታስክ ባርና ከመይ ኮይኑ ኣሎ ኣብ ስታርት እንድሕር ኣቲና ከመይ መሲሉ መፂ ኣሎ ሪእዎ እቲ ዝተፈላለየ ሜኑ ስታርት ስክሪንና ሪእዎ ሕጂ ዝኾነ ዓይነት ሕብሪ ገለመለታት የብሉን ማለት እዩ። እዚ ሕጂ ብዓይንና ክንሪኦም ዘጸግሙና ሰባት ምናልባት ከምዚ ጌርና ከዓ ክንጥቀም ንኽእል ኢና ማለት እዩ። ኣነ ሕጂ ስለ ዘየድልየኒ ነዚ ኦፍ ክገብሮ እየ። ሕጂ ናብቲ ኖርማል ተመሊሰ ኣለኹ ማለት እዩ። ሕራይ ቀጺልና ከዓ ኣብዚ ናሬተር ትብል ኣላትና ኣብዚኣ ናይ ናሬተር እንድሕር ኣቲና ከዓኒ እዚ ከዓ እንታይ እዩ ዝጠቅመና ዝኾነ ኤለመንት ኣብቲ ኮምፒውተርና ዘሎ እዘን ሓምሻይ ወለዶ ኮምፒውተራት ሕጂ ሓደ ካብቲ ፊቸር ናተን እዚታት እዩ ማለት እዚ ናይ ስፒች ሪኮግኒሽን ነገራት ኣለዋን ሓደ ነገር ሲ ከምብባልካ ይኽእላ እየን ማለት እዩ ሕጂ ስኻ ብዓይንኻ እዩ ደኺሙ ዘሎ ኣብ ቪዥን ኢና ዘለና ትሪእዎ ኣለኹም ኣብ ቪዥን ንናይ ምርኣይ ፀገማት ዘለዎም ሰባት ዝምልከቱ ዝተፈላለዩ ሜኑ ኢና ንርኢ ዘለና ኣብዚ ከዓ ናይ ምስማዕ ፀገማት ዘለዎም ከዓ ኣብዚ ኣለና ማለት እዩ ሕጂ እዚ ናይ ቪዥን ስለ ዝኾነ ኣብዚ እንታይ ኣለና እዚ ናሬተር ኦን እንድሕዳ ጌርናዮ ፅሕፈት ገለመልታት ሲ ከምዚ ተንብበልና እታ ኮምፒውተርና ማለት እዩ ተረዲኩም ኣሎ

ንዓ መጀመርታ እቲ ፕሮይል ኣንብቡዋ ድሓር ሆቨር ምስ ገበርኩ እዛ ቱል ቲፕ እዚኣ ከኣ መጺኣ ማለት እዩ እዛ ቢጫ ጽሕፍቲ ዘላታ Date Created ሰላሳ ጃንዋሪ ዕስራን ሓደን ሰዓት ገለ ኩሉ ኣንቢብለይ ኣሎ ማለት እዩ ሕጂ ናይ ምርኣይ ጸገም እንድሕር ኣለካ ኮይኑ እቲ ማውስካ ኣብ ክሊክ ኣብ ዝገበርካዮ ነገር እታ ኮምፒተርካ ባዕላ ተንብበልካ ማለት እዩ።

ሕጂ ኣነ
ኣጥፍኤ ኣለኹ ምክንያቱ ይርብሸኒ ስለ ዘሎ ምዚ ሪከርድ ዝገብሮ ዘሎ እዚ ግን እንታይ ይጠቕሙ ናይ ዓይንና ፀገም እንድሕዳ ኣለና ኮይኑ ኩሉ ግዜ ምናልባት ብድምፂ ክንሰምዖ እንድሕዳ ደሊና ከምዚ ጌርና ከዓ ነዚኣ ናሬተር ክንብልዓ ንኽእል ኢና ማለት እዩ እዚ ሕጂ እቲ ሓደ ምዕባለ ብዚ ናይ ሓምሻይ ወለዶ ናይ ኮምፒውተራት መፂን ዘሎ እዩ ማለት እዩ ሕጂ ዘንድራኣናየን ሰቲንግስ ኣብዚኣ ዘለዋ ሽዱሽተ ሰቲንግስ ንናይ ምርኣይ ጸገማት ዘለዎም ሰባት ተባሂለን ዝተዳለዋ እየን ማለት እዩ። ሕራይ እምበኣር እዛ ቪድዮ መታን ከይትነውሓኩም እተን ዝተረፋ ናይ ኢዝ ኦፍ ኣክሰስ ድማ ኣብ ፓርት ቱ ሒዘልኩም ክመጽእ እየ። እዛ ቪድዮ ሆፕፉሊ ክትጠቕመኩም ተስፋ ገብር።